ሰላም ሰላም ክቡራት ሰማዕቲ ኣብ ርሑቕን ቀረባን ዘለኹም ናይዚ መደብ ዝተኸታተልቲ ካብቲ ልዑል ኣምላኽ ካብቲ ንሱ ዝለኣኸ ወዱ የሱስ ክርስቶስ ኣብ የማን ግርማ ተቐሚጡ ዘሎ ብስሙ እንተጸለናን እንተለመናን ምሕረቱ ዘውርድ ሰላምን ምሕረትን ይውረድኩም እምበኣር በዚ ርእሲ እዚ ካብ ቃል ኣምላኽ ክንምሃር ኢና እንታይ እዋናዊ ብዝኾነ ኣርእስቲ እንታይ እቲ ዘየንቀጥቅጥ ተለዊጡ ክጸንዕ ሲ እቲ ዘንቀጥቅጥ ዘበለ ክፍተን እዩ ክደግማ እየ እቲ ዘየንቀጥቅጥ ተለዊጡ ክጸንዕ ሲ እቲ ዘንቀጥቅጥ ዘበለ ክፍተን እዩ በዚ ሕጂ ዘሎ ንኹሉ ሰብ ኣርዒዱን ኣንበርኪኹን ዘሎ ክሮኖቫይረስ ተላጋቢ ሕማም ኣመልኪተ ካብ ቃል ኣምላኽ በዚ ብዝምልከት ተጻሕፈ ኣሎ ድዩ ንምፍላጥ ንሕና ከንታ ክንገብር ይግብኣና ንምስትብሃል ካብ እብራውያን ምዕራፍ ዓሰርተ ክልተ ፍቕዲ ዕስራን ሓሙሽተ ዘሎ ክሳዕ ዕስራን ትሽዓተን እብራውያን ዓሰርተ ክልተ ካብ ዕስራን ሓሙሽተን ክሳዕ ዕስራን ትሽዓተን ከምዚ ይብል መበገሲ ትምህርቲ ናብኡ ክኸውን እዩ ኣብ መጨረሻ ሓደ ደቂ ክትርፎ ከሎ ግና ሕሙማት ዋላ ክሮኖ ቫይረስ ዝሓመምኩም ስም የሱስ ዝፈጠረኩም ኣብ ኩሉ ህይወትኩም በዓል ስልጣን እዩ ሳምቡእ ዝፈጠረ ንሱ እዩ ሓይሊ ዝፈጠረ ንሱ እዩ ስለዚ ንሱ መሓሪ እሞ ናብኡ ብምሉእ ልብኹም ተመለሱ ተመለሱ ብካልእ ስም እናፀዋዕኩም ዘይ ኣብ ዘይሰምዓካ ደብሪ ትመሃለል ይበሃል ኣብ ዘይሰምዓኩም ክትመለሉ ፀኒሕኩም ስም የሱስ ግን ከምኡ ይኮን እዚ ብስመይ ተሰምየ ህዝበይ ትሕት እንተበለ ኢለ ዓንተበይ ተዛሪበ ስም የሱስ ስም የሱስ ስም የሱስ ልዕሊ ኩሉ ይብለካ ኣሎ ዮሃንስ ምዕራፍ ወንጌል ዮሃንስ ምዕራፍ 14 ኣንብቡ መልእኽቲ ጳውሎስ ናብ ሰብ ኤፌሶን ምዕራፍ ሓደ ኣንብቡ ልዕሊ ኩሉ እዩ ሽሙ ንኹሉ ከዓ የንበርክኽ ሓይሊ ኣለብቲ ስሙ ተኣምራት ኣለብቲ ስሙ ስማይ ኣጋንንቲ ከተውፅኹም ሕማት ከተሕውዮኹም እዩ ስማዕ ኣታ ህዝቢ በጃኻ ኣስተውዕል ስለ ሃይማኖትካ ክትሕለቕ ምድሪ ኣየዕረብካ ይሰርሕ ዲቲ ሃይማኖትካ ዝገብር ኣምላኽ ኢና ነምልኽ ንሕና እምበር ኣብቲ መጨረሻ ሓደ ደቂ ክተርፎ ከሎ ንሕውማት ክፅልየ እሞ ተዳሎ ተዳሎ እጆኺ ተስፋ ግበር ብኣምላኽ ተስፋ ግበሪ እምበር እቲ ዘየንቀጥቅጥ ተለዊጡ ክፀንዕሲ እቲ ዘንቀጥቅጥ ዘበለ ክፍተን እዩ ካብ እብራውያን ዓሰርተ ክልተ ካብ ዕስራን ሓሙሽተን ክሳዕ ዕስራን ትሽዓተ እቲኣቶም ኣብ ምድሪ ክዛረቦም ከሎ ኣብዮም ካብ ዘይምልጡስ መን ደቂ እስራኤል ካብ ምድሪ ግብፂ ወፂኦም ኣብ ምድረ በዳ ክኸዱ ከለዉ ስለ ዘይሰምዕዎ ንሕና ግና ነቲ ካብ ሰማይ ዝዛረበና እግዚኣብሄር ብመንፈስ ቅዱስ ብየሱስ ክርስቶስ ገይሩ ቃሉ ዝሃበና ንሕና ግና ነቲ ካብ ሰማይ ዝዛረበና ዝባንና ካብ እንመልሰሉ ግዳ ከመይ ኢልና ከነምልጥ ስለዚ ነቲ ዝዛረበኩም ዘሎ ከይተኣብይዎ ተጠንቀቑ ኣታ ኣይትእበ ሕጂ እውን የጠንቅቐካ ኣለኹ የጠንቅቐክ ኣለኹ ሽዑ ድምፁ ንምድሪ ኣንቀጥቀጣ ኣበይ ኣብ ከረንሲና ኣብ ዘጸኣት ዓሰርተ ትሽዓተ ኩሉ ቀጥቀጥ ኩሉ ክሳዕ ዝፈርህ ኣንቀጥቂ ሙሴ እኳ ክሳዕ ዝንቅጥቀጥ ኩሉ ተኣንቀጥቂጡ ራዕ ራዕ ራዕ ራዕ ድምፂ መለኸት እቶም መላእኽቲ ምስ ነፍሑ ሓዊ ካብቲ ኸረን ሃርሃር ሃርሃር ሃር ምስ በለ ምድሪ ቀጥቀጥ በቲ ድምፂ ጭግርታ ናይ መላእኽቲ ብኽብሪ ናይ እግዚኣብሔር እንስሳ ከይተረፈ ኣይቕረብ ዝተባሃለሉ ሕጂ ግና ሓደ ግዜ ደጊመ ንሰማይ ከም ዘንቀጥቅጥ ክገብሩ እየ ሽዑ ንምድርን ቀጥቂጥዎ ሕጂ ኸ ተሪፉ ዘሎ ንሰማይ ከንቀጥቅጠ ሰማያት ክንቅጥቀጥ ኣንኳይዶ እዚ ደው ኢልናሉ ዘለና ምድሪ ሰማያት ክንቀጥቅጥ ይብለካ ኣለኹ ስማዕ እመን ኣይትእመን ክኸውን እዩ ምስ ኮነ ግና ኦሮማይ ኣይተርክበሉን ኢኻ ሕጂ ከተርክበሉ ነግረካ ኣለኹ ከተርክብሉ ነግረክ ኣለኹ ሽዑ ድምፁ ንምድሪ ድምፁ ድምፂ ኣምላኽ ንምድሪ ኣንቀጥቀጣ ሕዚ ግና ሓደ ግዜ ደጊመ ንሰማይ ከም ዘንቀጥቅጥ ክገብሮ እምበር ንምድሪ ጥራይ ኣይኮነን ኢሉ ተስፋ ይህብ ንገሊና ተስፋይ ንገሊና ግና ራዕዲ እዩ እዚ ሓደ ግዜ ደጊመ ምባሉ ከዓ ትዘይንቀጥቅጥ ምእንቲ ክፀንዕ ተለዊጡ ክፀንዕ እቲ ዘንቀጥቅጥ ፍጡር ስለ ዝኾነ ዝኾነ ፍጥረት ዝበልካ ገዛውቲ በሎ ኣእዋም በሎ ኣኽራም በሎ ቀላያት በሎ ፍጡር እንስሳ በሎም ሰብ በሎ ንኹሉ እኒ ቀጥቂጥዎ ዘሎ እዚ ዘይጠቅም ከው ዘንቀጥቅጥ ፍጡር ስለ ዝኾነ ምልዋጡ እያ ተመልክት ለካ ከምዚ እና ይነብር ኢና እዚ ሲ መጻንሒታ እዚ መጻንሒ መዋት ስጋ እዚ መጻንሒ ገዛ መጻንሒ መግቢ መጻንሒ ፀሓይ መጻንሒት ወርሒ መጻንሒ ኣየር መጻንሒ ኩሉ መጻንሒ ብመጻንሒ ኢኻ ትነብር ዘሎ ክልወጥ እዩ ንሓዋሩ ዝነብር ኣክንዲ ፀሓይ እግዚኣብሔር ብርሃን ኣክንዛ ምድሪ ሓድሽ ሰማይ ሓድሽ ምድሪ ስማዕ ስምዒ ኣክንዲ ዝመዋት ስጋ ዘይመውት ስጋ ሰማያዊ ስጋ እዚ ሰይጣንን ዓለምን ሓጢኣትን ዝገዝኣሉ ምድሪ ንሓዋሩ ክጉሕፎ እዩ ብሓውን ብዘቃፅልን ክንድዶ ይብለካ ኣለኹ ኣበይ ደው ኢልካ ኣለካ ኣበይ ደው ኢልክ ኣለካ እዚ ዘንቀጥቅጥ ፍጡር ስለ ዝኾነ ምልዋጥ እያ ተመልክት ዘላ ኢሉ ኣምላኽና ኢሉ ሽዑ ዝበላዕ ሓዊ ኢኹ ሽዑ በዚ ዝበላዕ ሓውስ ክትሓልፍ ዲኻ ክትሓልፉ ዲኺ ዝበላዕ ሓዊ ከብል ኣለኹ ዘቃፅል ሓዊ በልኩኻ ናታ ዘቃፅል ሓዊ በልኩኽን ዝባላዕ ሓዊ ዝባላዕ ሓዊ ሲ ማይ ከይተረፈ እዩ ዝበልዕ ኣብ ምድሪ ዘሎማ ሓዊ ብለካ ኣለኹ ማይ የጥፈኡ እዩ ሚንቦሪ ከተጥፈኦ ርኢኻ ኣለኻ ዶ ናይ እግዚኣብሔር ሓዊ ግን ነቲ ማይ እዩ ዝበልዖ ስማዕ ኣብ ቀዳማይ ነገስ ዓሰርተ ሸሞንተ መስዋዕቲ ምስ ገበረ ኤልያስ እቶም ጣዖት ዘምልኹ ምስ መዓብዎም ዓንገረር ምስ በሉ ሕጂ እምበኣር ተራዩ እግዚኣብሔር መን ምዃኑ ከርእየኩም እየ ኢሉ በቲ ናይ ብሉይ ኪዳን ስርዓት መስዋእቲ ምስ ገበረ ኣነ ገልጋሊኻ ምዃነ ንስኻ ድማ በይንኻ ኣምላኽ ምዃንካ ኣርኢ ምስ በሎ ሓዊ መፅኡ በሊዕዎ ኣብቲ መሰውእ እንታይ ገይሩ ነይሩ ማይ መሊኡስ ጎዳጉዲ ኩዒቱስ ማይ ከይተረፈ ገይሩሉ እግዚኣብሔር ብሓዊ ከም ዝብልሽ ስለ ዝፈለጠ እቲ ሓዊ ኸ ነቲ ማይ ለቕምፅ ስምዕ እንዶ የሱስ ክመፅእ ከሎ እቲ ሓዊ ዝኣግዶ ሽዑ ነዚ ኩሉ ፓሲፊክ ኦሽን ሰላማዊ ውቅያኖስ ኢንዲያን ኦሽን ህንዳዊ ውቅያኖስ ኣትላንቲክ፣ ፓሲፊክ፣ ኢንድያን ኦሸን እዚኣቶም ብምሉኦም ካልእ ኣብ ምድሪ ዘሎ ቀላያት ባሕርታት ብምሉእ ዘየለ ክኸውን እዩ ስማዕታ ስምዒ እግዚኣብሔር ዝበሃል ሓዊ ራእይ ዮሃንስ 21 ሓድሽ ሰማይን ሓድሽ ምድሪ ርኢኹ ባሕሪ እውን ደጊምሲ የለን ናበይ ከይዱ ተበሊዑ ካልኣይ ጴጥሮስ ምዕራፍ ሰለስተ ምቦ ንሱ ዝኣጉዶ ሓዊ ንኹሉ ክበልዖ እዩ ኣምላኽና ዝባለ ሓዊ እሞ ስለዚ ንሕና ዘይተንቀጥቅጥ መንግስቲ ናይ መን ናይ እግዚኣብሔር መንግስቲ መንግስቲ ዲያብሎስ የንቀጥቅጥ መንግስቲ ሰብ የንቀጥቅጥ ብምሉ ክንደይ ነገሳት ከንቀጥቅጡ ውግእ ምስ መፆም ንርእሶም ንሃገሮም ንህዝቦም ከንቀጥቅጥ እንዲ ዝውዕል ክፈናቐል እንዲ ዝውዕል ሸይጣን መንግስቱ ከብትያ ክስዓር እዩ ንሓዋሩ ንርእሱ ኣብ ሓዊ ድንን ቀላይን ክድርበ እዩ ኣምላኽና ዝባላዕ ሓዊ ስለዚ ንሕና ዘይተንቀጥቅጥ ናይ ክርስቶስ መንግስቲ እንቕበል ካብ ኮናስ ንኣምላኽ ብዘሐጉሶ ቅዱስ ምኽባርን ብፍርሃትን እናገልገልና ነመስግን ምኽባር ምፍራህ ምምስጋን እግዚኣብሔር ተኽብሮ ዘኽብሮ ከመን እዩ ዝፈርሆ ዝፈርሆ ከእንታይ ይገብር የመስግን ስማዕ እምበኣር ከምዚ ኢልካ ክትነብር እዩ ዘንቀጥቅጥ መፅዩካ ዘሎ ሲና ኣንቀጥቂጣ ዶ ወ ዘፀኣት ዓሰርተ ትሽዓተ መዝሙር ዳዊት ስሳን ሸሞንተ እሞ ንኹሉ ዘንቀጥቅጥ ኣብ ልዕሊ ኩሉ ወዲ ሰብ ከዓ ሓያል ዝኾነ ነገራት ይሰደድ እግዚኣብሔር ስምዐ እንዶ ኣቶሚክ ቦምብ ኑክልየር ቦምብ ባዮሎጂካል ኬሚካል ዊፐን ገለመለ እዩ ዘፍሮ ንሰብ ቀደም ኣሜሪካ እኮ ኣቶሚክ ቦምብ ሰሪሓ ናይትሮጅን ቦምብ ኣቶሚክ ቦምብ እናተባሃለ መፍርሒአን ይገብረኦ ነይረን እሞ ብኣቶሚክ ቦምብ ብኑክሌር ቦምብ ብገለ ቦምብ ይመፅካ ብዘይጠቅም ቫይረስ ዘይትሪኦ ተረሓቕ ተረሓቕ ገዛ ዓፆ ገዛ ዓፆ ፕረዚደንት ገዙ ዓፅዩ ግለሰብ ገዚኡ ዓፅዩ ኣማኒ ገዚኡ ዓፅዩ ዘይኣማኒ ገዙ ዓፅዩ ናይ ዓዲ እንግሊዝ ፕራይም ሚኒስተር ተለኺፉ መስፍን ናይ ዓዲ እንግሊዝ ተለኺፉ ክሶ ከም ዝኾይኑ ርእሱ ገሊሉ ተወሽቡ ድዩ ዝበሃል ተወሽቡ ዝብል ቋንቋ ኣለኩም ስምዑ እንዶ መን እዩ ገገዛኹም ከብ ከም ትብሉ ገይሩኩም መን እዩ ኣየራትኩም ከም ዝዓልባ ከም ዘይከዳ ገይርወን መን እዩ ኣውቶቡሳትኩም ከም ዘይሰርሓ ገይርወን ኮሮና ቫይረስ መን እዩ ከሰዲድዎ ክንደይ ከይብርተ እዩ ንኹሉ ዘንበርክኽ ኣበሎ ስልጣናትካ ኣበሎ ትኽእለትካ ኣበሎ ትዓወትካ ኣበሎ እዚ ክሮኖ ቫይረስ ደቂቕ ፍጥረት ከሎ ጥበብ ሊቃውንቲ ክእለት ሓኻይም ክእለት ዓለም ኢኮኖሚ ሃገራት ፖለቲካ ነገስታት እምነት ሃይማኖታት ብምሉ እንቀጥቂጥዎ ኣነቓኒቕዎ ረቢሽዎ ሸቢርዎ ንኹሉ ድሂሉ ተስፋ ብዙሓት ኣጸልሚቱ ህይወት ብዙሓት ኣብ ሰጋእቲ ኣትዩ ብፍላይ ካብ ሓምሳ ካብ ስሳ ካብ ሰብዓ ንየው ዘለዉ እዞም ሰብዓ በፂሖም ዘለዉ ብዕድመ ኣብቲ ታሪኽ ህይወቶም እንተረኣኻ ናይ ዳርዊኒዝም ናይ ክሕደት ዘመን ኣምላኽ የለን ክሳዕ ዝብሉ ነዚ ወለዶ እዚ ዘረከቡ ህዝቢ እኮ እዮም መብዛሕቶም ሓቲ ንስኻ እውን ምስኦም ትብሉ ትኸውን ተመለስ ኣምላኽ ብሞት ሓደ ሓጥእ ደስ ኣይብሎን እዩ እዚ ቅንያ እዚ ክሳዕ ክንደይ ምድራውያን ዲና ወይስ ሰማያውያን ክሳዕ ክንደይ ስጋውያን ዲና መንፈሳውያን ብሓቂ ዶ ተለዊጥና ኢና ወይስ ከይተለወጥና ዘመናት ዘቑፀርና ክሳዕ ክንደይ ኣመንቲ ዲና ወይስ ዘይኣምኑ ኣመንቲ መሰረትና ዝፍትሽ ኩነታት መፅእ ኣሎ ብለካ ኣለኹ ንትዕቢ ሰብ ዘዋርድ ንትምካሕቲ ሰብ ዘንበርክኽ ኣምላኽ ሰራዊተ እዮም ዝብሎም ትፈልጦም ዲኻ ትፈልጦም ዲኺ እንታይ እንታይ እዮም ኣምላኽ እኮ ነቲ ትዕቢተኛ ብገዚፍ ነበር ከም ሰብ ኣይኮን ሰብ እናልዓለ ዓበይቲ ነገር ምስ ስርሐ እዩ ዓብየ ዝብል ብዛዕበየ እንተ ደኣ ጨንገፍ ሒዝካ መፂኻዮ በትሪ ሒዙ ይመፀካ እንተ ደኣ በትሪ ሒዝካ ሰይፊ ዝሓዘ የፍርሃካ እንተ ደኣ ሰይፊ ሒዝካ ጠበንጃ ዝሓዘ የፍርሃካ እንተ ደኣ ጠበንጃ ሒዝካ ታንኪ ዝሓዘ የፍርሃካ ተደ ታንኪ ሒዝካ ቦምቢ ዝሓዘ የፍርሃካ ንዓበይ እዩ ዝኸይድ ናይ ሰብ ካብ እምኒ ቃኤል ክሳዕ ቦምቢ ዓለም ኮይኑ ኣሎ ንዓበይ ኸይዱ ኣምላኽ ግን ንትዕቢተኛ ብደቂቕ ነገር እዩ ዘዋርዶ ገዝኡ ከም ዘዕፆ ዝገብሮ እንታይ ነቲ ትዕቢተኛ ፈርኦን ፃፁት ፅንፅያ ከልቢ ገይሩ ዋሪዱ ዘፀኣት ሸሞንተ ብቦ ፃፁት ፅንፅያ ፍላይስ ፅንፅያ ከልቢ ገይሩስ ርብሽ ኣናውፅ ብጥይት ኣይትቐትሎ ገለ ይትገብሮ ሓሲሉ ምስ መፀካት ኣይትገብር ተናኸስቲ ጽንጽያ ኸኣ ሰዲዱሎም ዕኮት ገይሩ ኸኣ ኣዋሪድዎም ኣንበጣ ኹብኩብታ ጎዶበ ካልእከ ፌራ ካልእከ ሓሰኻ ነቲ ዕቢ ሄሮድስ ብምንታይ ገይሩ ቀቲልዎ ኣብ ግብሪ ሃዋርያት ዓሰርተ ክልተ መግቢ ካብኡ እንዲኦም ዝቕበሉ ነይሮም ሓደ ሓደ ህዝቢ በጃኻ ባ ኢሎም ንሓደ ጀነራል በጃኻ ባ ተዓርቀና ኢሎሞ ሕራይ ኢሉ ልብሰ መንግስቲ ገይሩ ተደልየ ክበኩም ተደልየ ክኸልኣኩም ይኽእል እየ ኣብ ኢደ ኢኹም ዘለኹም ኣታ እዚ ደኣ ናይ እግዚኣብሔር ድምፂ እንዲኻ ትዛረብ ዘለኻ ሰብ ዶ ከምዚ ገይሩ ምካሕ እዩ እናበልዎስ እግዚኣብሔር ከዓ እቲ ክኸሩ እዩ ካብ ላዕሊ መልኣኽ ዘሊሉስ ሓሲኹ ከም ዝመውት ገይሩ ብምንታይ ሞይቱ ብጥይት ብሓሰኻ ኮፍ ኢልካ ከለኻ ብሓሰኻ ከጥፋእካ ክእል ክትሕስኽ ሓሰኽሰኽ ክትብል ክትብሊ ይገብር እግዚኣብሔር ንትዕቢተኛ ብደቂቕ ነገር ነዚ ትዕቢተኛ ነብከደናፀር ከንታይ ገይሩ ኣብ ምዕራፍ ኣርባዕተ መጽሓፍ ዳንኤል እዚኣ ከተማ ሳን ንክብረተይ ሰራሕኩዋ ግርማይ ኣነ እንስሳ ለዊጦ እብለካ ኣለኹ ኣፅፋሩ ከም እንስሳ ስጋዕ ዝኸውን ምስ ዕቡዳት ኣውሊ ሰማይ ስጋዕ ዘጠልቅዮ እብለካ ኣለኹ ስማዕ ትዕቢተኝ ከዋርደካ በዓል ስልጣን ብደቂቕ እኳ ዳ መዝሙር ዳዊት እንታይ ድሉ ስማዕታ ስመ ይብለክ ኣለኹ ትሕት በል ንትሓት ዓሻ ህዝቢ ከም ድላይካ ትኸውን ስራሕካ ዘይትኸይዳ ሕጂ ስለምንታይ ስራሕካ ተዓፅ ስለምንታይ ኢኮኖሚካ ይናወፅ ኣሎ ስለምንታይ ፅባሕ ከንታይ ክንገብር ኢና ትብል ኣለኻ ዋይ ተመለስ ተመለስ ኣቱም ኣመንቲ ንበሃል ንመለስ ኣቱም ከም ድላይኩም ክትከዱ ፀንሑም ተነስሑ ተመለስ ካብ ዝገድድ እውን ኣሎ ቅድሚኻ ስምዑ እንዶ እዚ እስኳ ብኣየራ ዝመፅእ ሕማማት እዩ ቫይረስ ቻይና ግበሮ ዋላ ገለ ግበሮ መቸም ሓደ ነቲ ሓደ ይሓብ ኣየገድስን እታ ችን እቲ ንዓኻ ከጥፍኣሉ እተሰርሐ መሳርሒ መጥፍኢ ክፈጥር ኣነ እየ ዝገበርክዎ እዩ ዝብል እግዚኣብሔር ሕሉፍ ሓሊፉ ነዚ ህዝቢ እዚ መዓት ከውርደሉ እየ ንሱ ድማ ፍረ ሓሳቡ ይብል ኤርምያስ ሸሞንተ ስማዕታ ኢሳያስ ሓምሳን ኣርባዕተን ረኣዮ እቲ መጣፊ ክሰርሕ ዝገበርኩ ነዚ ህዝቢ እዚ መዓት ከውርደሉ እየ ስኸ ናይ ሓሳቡ ፕሮዳክት ፍረ ሓሳቡ ስማዕ መጥፊኢኻ ባዕልኻ ትረክብ ባዕልኻ ትገብር ስሚ ጎድነስ ኣስተውዕላ እታ ህዝቢ ግዚኡ ሕጂ እዩ ክትንሳሕ እምበር ጥፍኣትካ ይደለየ ጥፍኣትኪ ይደለየ ተመለስ ተመለስ ተመለስ እግዚኣብሔር ተመስገን መዝሙር ዳዊት ከም ዝበልኩም ዶ ሚእትን ሓሙሽተን እንታይ ይብላው እንታይ ይብላው እው ሚእትን ሓሙሽተን ስምዓታ ደንዳን ህዝቢ ስምዓታ ልብኻ ዘደንደንካ ዘይትሑት ህዝቢ በጃኻ ንመለስ በጃኺ ንመለስ ንዓኻ ክሕሸካ ኣዋጅን ድምፅን ኮይነ ይነግረካ ኣለኹ ሰብየ ከማኻ እግዚኣብሔር ክዛረበካ ክንደይ ጥዑም እዩ ደቂ እስራኤል እንታይ ድዮም ኢሎም እግዚኣብሔር ብዓን ደመና ብሓዊ ምስ መፀ ክዛረቦም ከሎ ድሕር ደጊም ሙሴ እግዚኣብሔር ባዕሉ መፅኡ ኣይዛረበና ንስኻ ደኣ ተዛረበና ካብኡ ተቐቢልካ ተዛረበ ኣታ ምሕረት ይብለካ ኣለኹ ባዕሉ ተመፅኡ ክኸጥፋኪ ባዕሉ ተመፅኡ ዝበላእ ሓዊ ይብለካ ኣለኹ ስምዒ ስማዕ ሚእትን ሓሙሽተን እንታይ ድዩ ዝብል ዘሎ ካብ ዓሰርተ ሽዱሽተ ክሳብ ዓስራን ሓሙሽተን እንታይ ይብል ጥሜት ናብ ሃገር ጸውዐ ኩሉ ምርኩስ እንጌራ ሰበረ ቀቅድሚኦም ሰብኣይ ለኣኸ ዮሴፍ ከም ባርያ ተሸጠ ቁዝሪ ዕስራን ሓደን ብዕስራን ሰለስተን እስራኤል ናብ ግብፂ በፀ ያዕቆብ ናብ ሃገር ካም ሰፈረ ንህዝቡ ከዓ ኣዝዩ ኣብዝሖ ካብ ተፃሩ ተባበርትዖ ንህዝቡ ክጸልዎ ንባሮቱ ክተናኸልዎ ልቦም ለወጦ ንሙሴ ባሪኡ ንኣሮን ሕርዩ ለኣኸ ኣብ ማእከሎም ትምህርትታቱ ኣብ ሃገር ካም ድማ ተኣምራት ገበሩ ጸልማት ለኣኸ ኣጸልመትኻ ንቓላቱ እውን ኣይተጻረሩን ኣይተጻረርዎን ማያቶም ናብ ደም ለወጠ ዓሳታቶም ከዓ ቀተለ ናብ ኣባይቶም ነገስታት ክሳዕ ናብ ኣባይቲ ነገስታት ክሳዕ ዝኣትዋ ምድሮም ብቁርዖብ ብደቂቕ ገዛኻ ትኣቱ ቁርዖብ ተሸግረካ ጥርጥርጥርጥር ዝናበለ ዓቕልኻ ዘፅብብ ደቂቕ ኣታ ትዕቢተኛ ስምዕቲ ኣታ ሃብታም ኣታ ገለ ዘለካ ዝመስለካ ከንቶ መንቱ ምዃንካ ፍለጥ ከንቶ መንቱ ምዃንኩ ፍለጢ ከንቶ መንቱ ምዃንና ንፍለጥ ሓመድን ሓሙኽሽቲ ተዛረበ እሞ ፅንፅያታት ኣብ ኩሉ ወሰናት ድማ ቃርማ መፁ ኣብ ክንዲ ዝናብ ስበረድ ሃልሃልቲ ሓው ድማ ኣብ ሃገሮም ኣውረደ ወይኖም በለሶም ወቀ ኣብኦም ዓዶም ድማ ሰባበረ ተዛረበ እሞ እምበጣ ቁፅሪ ዘብሎም ኩኩብታ መፁ ንኩሉ ብቋሊኦም ብቋሊ ሃገሮም በልዖ ንፍሮ ምድሮም ከዓ በልዐ ስምዑ ኣሕዋተይ እዚ መፂ ዘሎ ንዓይ ንዓኻ ንምትሓት እዩ ፌራ ተላገብ ሕማም ናይ መጨረሻ ዘመን ምልክት እዩ ማቴዎስ ምዕራፍ 24 ፍቅዲ ሸውዓት እዚ ረኣይዎ ኢሉ ምንቅጥቃጥ ምድሪ ክኸውን ኢሉ ፌራ ዝብል ቃል ከዓ ኣሎ ፌራ ምልክት ናይ መወዳእታ ክርስቶስ ዝመፀሉ ዘመን ምልክት እዩ ምልክት እዩ ምልክት እዩ ድሕርዛ መፅያ ዘላ ድማ ጎይታ ንክመፅእ ኣቐዲሙ ዝሰደዶ ተዳሎ ማለት እዩ ተመለስ ሓደ ተዳሎ ክልተ ተዓረ ተቓናዕ ሰለስተ ተለወጥ ዘንቀጥቅጥ ኩሉ ክንቅጥቀጥ እዩ ኩሉ ከ ዘንቀጥቅጥ እዩ መዓት እዚ ብርክ ኣለዎ እዚ ብርክ ኣለዎ እዚ ኩሉ ዘንቀጥቅጥ እዩ ስኻ ስኺ ኣታ ኣታ ገለ ዝመስለካ ረድረድ ረድረድ ኩሉ ሕቆኻ ቅጥቀጥ ዓፃፅምትኻ ኩሉ ተፈላለየ ቀጥቀጥቀጥቀጥቀጥ ኣታ ኩሉ ነብስኻ ዘንቀጥቅጥ ይብለካ ኣለኹ ስምዒ ስማዕ ብላሽ ምዃንካ ፍለጥ እግዚኣብሔር ፅንዓት እግዚኣብሔር ምርኩስ እግዚኣብሔር በትሪ እግዚኣብሔር ሓይሊ እግዚኣብሔር ፀግዒ ተፀጋዕ ናብ እግዚኣብሔር ተፀግዒ ማቴዎስ ይብል ኣለኹ ዕስራን ኣርባዕተን ፍቕዲ ሸውዓተ እንታይ ድኢሉ ህዝቢ ናብ ህዝቢ መንግስቲ ናብ መንግስቲ ክለዓል እዩ ኣብ በቦትኡ ድማ ጥሜት ፌራ ምንቅጥቃጥ ምድሪ ክኸውን እዩ ፌራ ምንቅጥቃጥ ምድሪ ከም ለው ይበዝሐን እዞም ኮንትታት ሊቃውንቲ እዮም ዝብሉ ምድሪ መጀመርያ ሓውያ ነራት ዝሕልያ ዘላ ስለዚ እቲ ውሽጣ ዘሎ ኢናገንፈለ ተንቀጥቅጥ ነይራ ሕጂ ከኣ እናዝሓለት እንድያ ክትከይድ ዝግባእ ምንቅጥቃጥ ግን እናበዝሐ እዩ ዝኸይ ዘሎ እሳተ ጎመራ እናበዝሐ እዩ ዝኸይ ዘሎ እታ ኣንጻርካ እዩ ቃል ኣምላኽ ኣንጻር ሊቃውንትኻ እዩ ቃል ኣምላኽ እብለካ ኣለኹ ክዕዝምዎ ዘይክእሉ ፌራ መጺዎም ኢሳያስ ምዕራፍ ኣርብዓን ሸውዓተን ኣንብቦ ኣቲ ባቢሎን በዝን በዝን በዝን ትምክሕ ነርኪ ጠንቆልቲ ፈላጣት ዝፈልጡልኪ በዚኦም ትምክሕ ነርኪ ኣበይ ኣለዉ እቶም ኩሎም ትምክሕሎም ክትዕዝንዮ ዘይትኽእሊ ክሰደልኪ ኢልዋ ንኹሉ ምድሪ ኤሮጳ ኣሜሪካ ክዕዝምዎ ዘይክእሉ ተሓባእ ርሕቕ በል ኢኮኖሚኸ ንድሕሪት ገጹ ክሳዕ ዝምልስ ስማዕታ ኣታ ኣብ ስልጣን ዘለኻ ኣታ ኣብ ቤተ ክህነት ዘለኻ ኣታ ኣብ ገገዛኻ ኮንካ ትሰምዕ ዘለኻ ተራ ህዝቢ ዝኾንካ ኹን እግዚኣብሔር የፍቅረካ ይብለካ ኣሎ ተመለስ ተመለስ ተመለስ ተመለስ እምበኣር ንወዲ ሰብ ዘንቀጥቅጡ ነገራት እንተው ሓደ ሸውዓተ ኣብ መፅሓፍ ቅዱስ ተፃሒፎም ዘለዉ ቀዳማይ ፍርሃት እዩ ፍርሃትን ሽምባድ ሞትን ንሰብ የፍሮ ኣብ ኢሳያስ 38 ህዝቅያ ዝበሃል ንጉስ በቲ ኣካይዱ ስለ ዘይተሓጎሰ ንኢሳያስ ዝበሃል ነቢ ሰዲድሉ ኣታ ስማዕ እዛ ሕማም ሓሚምካ ዘለኻ ክትውሰድ ኢኻ እግዚኣብሄር ዝሓዘነሉ ስለ ዘሎ ተላቦ ኢልዎ ከይዱ ሞት ክትሰምዕ ከለኻ ካንሰር ክብልኻ ከሎ እንዳ ሓኪም ስንብድ ዘይሓዊ ሕማሚ እንተ ኢሎምኻ ስንብድ ቀታሊ እንተ ኢሎምኻ ስንብድ ኣይትሰንብት ከይትስንብት ትደሊ ናብ እግዚኣብሔር ተማዕቆብ ብክርስቶስ እመን በቲ ሞይቱ እተሰኤ ንኹሉ ሓይሊ ሞት ንኹሉ ሲኦል ንኹሉ ሓጢኣት ንኹሉ ኣፅዋር ናይ ኣጋንንቲ ሓይሎም ዘንበርከኸ የሱስ ወዲ ኣምላኽ ብትንሳኣ ትኣምን ዲኻ ተዘይኣመንካ ንዓኻ ገድካ ንሞት ሰዓረ ዋላ ሓደ የለን የሱስ ወዲ ኣምላኽ ጥራይ እምበኣር ኣይትፍርሁ ይብል ንዓይ ክርስቶስ ህይወተ እዩ ሙማት ከዓ ረብሓ ይብል ጳውሎስ ኣብ ፊልጲ ምዕራፍ ሓደ ኣብ ቤት ማእሰርቲ ኣትዩ ክርስቶስ ንዓይ እንታይ እዩ ህይወተይ ኣብዛ ምድሪ ምንባርከ ክርስቶስ እዩ ዝነብር ኣባይ ህይወተይ እዩ ንሱ ሞት ከ ንዓይ ረብሓይ ንገሊኹም ግን ሞት ክሽቅርቅረኩም ኣሉ ንጳውሎስ ከይ ረብሕኡ ከመይ ናብ ኣምላኽ ዘሳግሮ ናብ ናይ ዘለኣለም መዝገቡ ዘትዎ ስኻኸ ድሕሪ ሞት ተስፋ ኣለካ ዶ ድሕሪ ሞት ተስፋ ኣለኪ ዶ ዓሻ ብሓደ ዘሰንብድ ነገር ተዘይፈራህክን ኣዋል እዛ እኸን ኢሉ ጴጥሮስ ቀዳማይ ጴጥሮስ ሰለስተ ሸውዓተ ካብ ሽዱሽተ ስካዕ ሸውዓተ ሰንቢዳ ሳራ ኣይትሰንብዳ ኣይትሰንብድ ብሓደ ዘሰንብድ ነገር ኣይትፍራ ኣይትፍሪ ኣምላኽና መንፈስ ሓይልን ፍቕርን ቅፅዓትን እምበር መንፈስ ፍርሃት ኣይሃበን ካልኣይ ዘንቀጥቅጥዎ ክፉእ ወረ ዝተፈላለየ ዓይነት ናይ ሕማም ወረ ናይ ኢኮኖሚ እንታይ ደኣ ክህሉ እዩ ከመይ ክንገብር ኢና ናይ ዘፍርህ ስምዑ እንዶ ዲያብሎስ ከም ዝጓዞም ኣንበሳ ኮይኑ ኣብ ዝርያኹም ይዘውር ኣሎ እሞ ተጠንቅቑ ነቑሑ ኢሉ ቀዳማይ ጴጥሮስ ሓሙሽተ ሸሞንተ ኣንበሳ እንታይ ዝገብር ኣንበሳ ኣጓዚሙ መንከ ዘይፈርህ ኢሉ ኣሞፅ ሰለስተ ሸሞንተ ከፍርህ ኣታ እዚ ወረ እዩ ወረ ወረ ክፉእ ወረ ኣይፈርህን መን እቲ ብኣምላኽ ዝፈርህ ሰብ መዝሙር ዳዊት ሚእትን ዓሰርተ ክልተን ካብ ሓደ ክሳዕ ሸሞንተ ንብቦ እግዚኣብሔር ተመስገነ እግዚኣብሔር ረዳእየዩ ኣይፈርሕን ሰብከ እንታይ ከገብረ ንበላት ኣብ ኣምላኽ ተማዕቆብ ተማዕቆብ እዩ እብራውያን ዓሰርተ ሰለስተ ካብ ሓደ ስጋዕ ሸሞንተ እግዚኣብሔር ኣይልወጥን ትማሊ ሎምን ዘለኣለም ራብዓይ ንፋስ ማዕበላት ኣብ ጃልባ ክትከይድ ከለኻ ሃዋርያት ፈሪሆም ንዑናይ ንሳገር ኢልዎም ማዕበል ምስ መፀ በድበድ ኩሎም ባሕሪ ዝኽእሉ ከለዉ ስለምንታይ ትፈሩ እቶም ጉድላት እምነት ነቲ ማዕበል ኣህዲእዎ ዘህድእ የሱስ ኣሎ እመን መበል ራብዓይ ሓይሊ ሰማያት ከንቀጥቅጥ ከሎ ሰብ ክፈር እዩ ሉቃስ 2 ሓደን ስምዑ ናይ ምድሓን ቁርዓ ርእሲ እቱ ድሕሪ ሞት እውን ተስፋ ኣሎ ናይ ምድሓን ቁርዓ ርእሲ ድሕሪ ሞት ተስፋ ኣለኒ ናይ ምድሓን ናይ ምንታይ ናይ ስጋና ምድሓን ቁርዓ ርእሲ ኣብ ሓሳባትኩም ዘናውፅ ዘበለ ድሕሪ ሞት ተስፋ ኣሎ በልዎ ውግእ ሕማም ፌራ ምንቅጥቃጥ ምድሪ ማቴዎስ ዘንበብናዮ ማለት እዩ ስለዚ እግዚኣብሔር ረዳእይ ኣይፈርህን በል እግዚኣብሔር ሓይሊ ህይወተይ እግዚኣብሔር ብርሃነ ይበል መዝሙር ዳዊት 27 ትንሣኤን ህይወትን ክርስቶስ ምዃኑ ፍለጥ ውግእ ይምፃእ ፌራ ይምፃእ ሻድሻይ ዝባላዕ ሓዊ የፍሮ ንስም እግዚኣብሔር ዝባላዕ ሓዊ ምስ ዝባላዕ ሓዊ ክትነብር ዘየንቀጥቅጥ ወርቂ ኣየንቀጥቅጥን እዩ ብሩር ኣየንቀጥቅጥን እዩ ካልእ ሓሰር ዕንጨይትኸ የንቀጥቅጥ ስለዚ ብሓዊ ዝሓልፍ ናይ እግዚኣብሔር ነገር ክንሕዝ ንጋደል መበል ሻውዓይ ፈታኒ ውሕጅ ቤትካ ኣብ ምንታይ ሃኒጽካ ኣለኻ ምንታይ ሃኒጽኪ ኣለኺ ዓሻ ሰብኣይ ቤቱ ኣብ ሕጻ ሰረተ ውሕጅ መጸ ህቦብላ መጸ ማዕበል መጸ ንፋስ መጸ ወዲቓ እታ ገዛ እቶም ኣብ ከውሒ ዝሰረቱ ንቓል ኣምላኽ ክገብርዎ ዝጋደሉ ግና ቤቶም ኣብ ከውሒ ዝሃነጹ ክርስቶስ ዝገበሩ እዮም እቲ ከውሒ ክርስቶስ እዩ ኣበይ ደው ኢልካ ኣለኻ ናይ ምድሪ ነገር ብኩሉ ክፍተን እዩ ዘየንቀጥቅጥ ክልወጥ ዘንቀጥቅጥ መፅኡ ኣሎ ንዓ ናብቲ ዘየንቀጥቅጥ ባህሪ ዝበካ ኣምላኽ ጠምት በኣር ክንፅሊ ኢና እግዚኣብሄር ኣቦ ሓሚሞም ዘለዉ በዛ ሰዓ እዚኣ ኣእዳዎም ኣብቲ ዝሕመም ዘንብሩ ሳምቦኦም ዝሓመሙ ረስኒ ጎረርኦም ዝሓዞም ሓይሊ ሕማም ሓይሉ መርገም ሓይሉ ክሮኖ ቫይረስ በየሱም ይፍረስ በየሱም ይቀቕ ደም የሱስ ብሽም የሱስ ካልእ ሕማማት ካልእ መርገም ካልእ ማእሰርቲ በየሱም ይሰበር በየሱም ይቀንጠጥ ብስም የሱስ ልቐቕ ልቐቆ ልቐቃ በየሱም ሕወይ ኣጆኻ ኣጆኺ ፀውዕዮ ስም እግዚኣብሔር ፅውዕ ክድሕን እዩ ሽም የሱስ ፀውዕ ፀውዕ ፀውዕ ኣሜን